ሰላም ዝኸበርኩምን ዝተፈተኹን ክቡራት ስድራ ቤት ናይ ቻነል ከመይ ቀኒኹም ኣብ ዘለናዮ ሰላም ቀኒና ክንከውን ናይ ወትሩ ትምኒት እዩ ሕጂ ድማ ከም ኩሉ ግዜ ምሳኹም ዘለኹ ነቶም ዝዓበኹም ሓፍትኹም ነቶም ዝንኣስኩም ኣዴኹም ፀሃይ ፍስሓ ጼኒ ሎማዓንቲ ክንዘራረበሉ ደልየ ደለኹ ዛዕባ ድማ እንታይ እዩ ሰብሲ ርእዩ ዶ ይግለፀና ዋላስ ፈሊጡ ይግለፀና ዝብል ሓሳብ እዩ ሒዘ መፅየ ዘለኹ እዚ ዘምፃእኽዎ ድማ እንታየ ሰብ ርኢካ ክገልፀካን ፈሊጡካ ክገልፀካን በበይኑ ስለ ዝኾነ ምርኣይ ንኹሉ ኢኻ ትሪኡ ምስ ረኣኻዮ ድማ ሽዑ ሽዑ ሓደ ሓሳብ ይመፀካ እሞ ኣብ ኣእምሮኻ ብዝኾነ ይኹን ስእሊ ንሰብ ክትስእሎ ትኽእል ኢኻ። ምስ ፈለጥካዮ ግን እቲ ብግዳማዊ ርኢኻ ከምዚ ኢልካ ትህቦ ውሳኔን ነቲ ሰብ ምስፈለጥካዮን ግን ክፈላለ ይኽእል እዩ። ግድን እዩ ከዓ እዚ ባህርያዊ እዩ ማለት እዩ። ምክንያቱ ናይ ደቂ ሰባት ትዕዝብትታት መጀመርያ ዝስምዓካን ትሪኦ ነገራትን ነቲ ሰብ ምስ ፈለጥካዮ ትህቦ መግለጽን በበይኑ እዩ እዚ ባህርያዊ እዩ ግን ካብ ውሽጠይ ናይ ብሓቂ ኮይኑ ተሰሚዕኒ እየ ነዚ ሓሳብ እዚ ዘምጽኦ ዘለኹ ከም ኩሉ ግዜ ኣብዚ ቻነል እዚ ኣእምራውን ኣካላውን ጥዕና ዝህብ ብዛዕባ ስድራ ቤታት ሕብረተሰባት ምስ ደቅና ዘለና ርክባት ምስ ሰባት ዘለና ርክባት እዩ ድዛረብ ሎማዓንቲ ድማ ፍልይ ዝበለት ነገር ሒዘ መፂኣ ኣለኹ ኮሜ ኣት ኣርእስቲ ግን ኣብ ከምኡ ዓይነት ኣርእስቲ ክዛረብ ኣይሓሰብኩን ነይረ እንተኾነ ግን ሓደ ሓደ ቃላት ኣሎ ክሰምዖ ከለኹ ይዕንብብ ባህ ብለኒ ፍስሃ ይስምዓኒ ውሽጠይ ሓደ ሓደ ግዜ ከዓ ገለገለ ነገር ክሰምዕ ከለኩ ቅብስል ይብል እዚ ድማ ኣባይ ጥራይ ኣይኮነን ኣብ ኩላህና ከም ዘሎ ርግፀኛ እዩ ግን እቲ ንዓይ ርዩ ዝገልፀኒ መግለፂ ንዓይ ጥራይ ዱ ዝገልፅ ወይ ከዓ እቲ ሰብ ፈሊጡ ዝገልፀኒ መግለፂ ንኩሉ ሕብረተሰብ ዩ ዝገልፅ ንኹሉ ሕብረተሰብ ስለ ዝገልጽ እየ ከኣ ክዛረብ ደልየ ዘለኹ። ደቂ ሰባት ከኣ ከም ባህሪ ካብ ነቲ ዝዓበየ ክፋል ናይ ነገራትና ነቲ ዝነኣሰ ክፋል ቁንጭል ኣቢልና ንዕኡ ናይ ምግላጽን ናይ ምዝራብን ምወዓዋዕን ሓሳባት ኣለና። ከምኡ ስለ ዝኾነ ከኣ ነዚ ነገር እዚ ከመይ ጌርና ከይሳዕረረ ከሎ ንቆርጾ ዝብል ሓሳብ መፂኒ ካባይ ንላዕሊ ነዚ ነገር እዚ ትዛረቡሉን ትሰርሑሉን ዘለኹም ከም ዘለኹም ኣሓትን ኣሕዋትን ይፈልጥ እየ እንተኾነ ግን ኣነውን ከም ዜጋ መጠን ገለ ነገር ክብል ደልየ እቲ ክብሎ ዝደለኹ ሎማዓንቲ ድማ ኣብ ሃይማኖትን ኣብ ፖለቲካን ዝተመርኮሰ ኣይኮነን። እንተኾነ ግን ከም ሕብረተሰብ ሰባት ክርእዩና ከለዉ ርእዮም ድዮም በቲ ናይ መጀመርያ ዝተሰምዖም ወይ ከዓ ዝተረድኦም ርድኢት ድዮም ዝገልፁና ዋላስ ፈሊጦም እዮም ዝገልፁና? ምክንያቱ ኣብ መንጎ ምርኣይን ኣብ መንጎ ምፍላጥን ብዙሕ ፍልልይ ስለ ዘሎ ዓቢ ጋግ ስለ ዘሎ ኣነ ከም ሰብ ሰብ ፈሊጡ ይግለፀና እየ ክብል ዝደሊ ናይ ኩላህና ሓሳብ ከዓ ክኸውን ይኽእል እዩ ምክንያቱ ርእይ ኣቢልካ ሰብ ክገልፀካ ኣይክእልን ምክንያቱ ንወዲ ሰብ ክትፈልጦን ክትርድኦን ግዜ የድልየካ እዩ ርእይ ኣቢልካ ዝኾነ ይኹን ነገር ግን ከም ሰብ መጠን ልክዕ ገለ ሓሳብ ይመፀካ እዩ ከምዚ ዓይነት ትብል ወይ ከዓ ከምዚ ይኸውን ትብል ግን ኩሉ ግዜ እቲ ግዳማዊ ርእይ ኣቢልና እንህቦ ሓሳብ እሱ መብዛሕቱ ግዜ ልክዕ ኮይኑ ኣይፈልጥን ስለዚ እንታይ ክብል ደልየ ሰብ ንዓና ፈሊጡ ይግለጸና ነዚ ሓሳብ እዚ ክዛረበሉን ከምጽኦን ዝገበረኒ ድማ ብዛዕባ እዛ ኣብ ኡጋንዳ ኣጋጢማ ዝቐነየት መዘራረቢት ዛዕባ እያ። እዚ ሓሳብ እዚ እዚ ቅርጺ እዚ ሒዝና ከኣ ንዓድና እዩ ኢለ ተስፋ ዝገብረሎም ወይ ከኣ ኩሉ ህዝብና ውን ወጽዩ ድዩ ክሕከመላ ድዩ ክነብረላ ድዩ ፕሮሰስ ክገብረላ ዝኽእል ዓዲ ትሕትና ዘለዎም ሃገር ኢለ ካብ ዝሰማዕክዎ ካብ ዝፈለጥክዎ ደመስግነላ ድሕጎሰላ ሃገር እያ ኔራ። ኩላህና ኣብ ዝተፈላለየ ሃገራት ኣለና ንኹለን ዘለናየን ሃገራት ንኹለን ከይድናየን በጺሕናዮ ዘለና ምድሪ ስለ ኩሉ ንእግዚኣብሄር ነመስግኖ ኢና። ብህይወት ስለ ዘለና ሰሪሕና ስለ ንኣቱ ከነመስግኖም ይግብኣና ነቶም ኣቲናዮም ዘለና ሃገር ውን ስለ ዝተቆቦሉና ንነብር ስለ ዘለና ስለዚ ውን ንእግዚኣብሄር ከነመስግኖ ይግብኣና እንተኾነ ግን ናይ ኡጋንዳ ግን ፍሉይ ጠብላሕታ ኣለኒ ምክንያቱ ፍሉይ ጠብላሕታ ብለኒ ከዓ እንታይ እዩ ደገበረለይ ከዓ እንታይ እዩ እቶም ኣብኡ ዘለዉ ኤርትራውያን ፅቡቅ ስለ ዝኾኑ ጽቡቕ ስለ ዝማዕበሉ ወጺእና ኣለና ካብ ሃገርና። እቲ ናይ ምውጻእና ትርጉም ድማ ገለ ነገር ክንገብረሉ ኣለና። ወይ ተማሂርና በእምሮ ክንቅየር ኢና፣ ክንበስል ኢና፣ ወይ ከኣ ሰሪሕና ገንዘብ ክንሕዝ ኢና። ምኽንያቱ መውጽእሲ እቲ መውጽእ ዕላማናስ እቲ ካብ ሃገርና ምውጻእን እቲ ካብ ህዝብናን ካብ ሕብረተሰብናን ምፍላይ እሱስ እኹል እዩ። ስለዚ ገለ ነገር ከነድምዕሰ ኣለና ዝብል ሓሳብ ናይ ኩላህና ሓሳብ ስለ ዝኾነ እንተኾነ ግን ኣብዚ ሎሚ ግዜ ዝሰማዕኩ ሓሳብ እንታይ ኮይኑ ብካልእ ኣገላልፃ ተገሊፀ ከም ኣብ ብዙሕ ዝሰማዕናዮን ዝረኣናዮን ኣብ ሂወት ዝረኣናዮ እዚ ከም ስደተኛታት መጠን ንስደድ ኢና ተሰዲድና ግን መግለፂና እንታይ እዩ እሙናት ናይ ስራሕ ሰባት ፃዕራማት ተሓጋገዝቲ ነንሕድሕድና ተደጋገፍቲ ቅኑዕ ልቢ ዘለና ህዝቢ ከም ዝኾንና ብከምኡ ኢና ንግለጽ። ሕጂ ግን ገለ ገለ ነገራት ዘሰክፍ ነቲ ፍኒሕኒሕ ዘብል ውሽጥና ወይ ከኣ ነቲ ዘኹርዓና ሲ ገለ ነገር ይመጾ ኣሎ ሕጂ ብዝተፈላለየ መንገድታት ክኸውን ይኽእል እንተኾነ ግን ከምኡ ክኸውን ኣይግብኡን ምክንያቱ ንሕና ውሽጥና ካልእ ከለና ቁንዓት ህዝቢ ጻዕራማት ህዝቢ ርሂጸ በላዕ እንከለና ብኻልእ ነገር ክንግለጽ ጽቡቕ ኣይኮነን። ምክንያቱ ነቶም ብካልእ ንግለጽ ዘለና መንእሰያት ወይ ከዓ ሰባት ኣብቲ ዘለናዮ ቦታ ኣለና ኣብ ዝተፈላለየ ኣብ ኣፍሪቃ ክንከውን ንኽእል ኣብ ኤሮጳ ክንከውን ንኽእል ነዚ ኩሉ ጉዕዞ ክንመፅእ ከለና ብፃዕሪ ኢና መፂና ብፃዕሪ ዓቢናስ ብፃዕሪ ድማ ኣብዚ መፂና ኣለና ክንመፅእ ከለና ኣብዚ እውን ብጣዕሚ ኢና ንፅዕር ኣደ ወርቃ ሸይጣ ኣለቅሑኒ ኢላ ካብቶም ዝጠፍኡ ኣብ ባሕርታት ሊብያን ዝጠፍኡ መንእሰያት ብካል ኣብ ዝተፈላለየ ስደት ብናይ እምሮ ፀገም ኣጋጢሙ ዘሎ ብጸቕጢ ኣእምሮ ዘጋጠመ ሽግርን ብካልእ ካልእ ብዝተፈላለየ መንገዲ መቸም ካብ ገዛኻ እንተወፂኻ ብዙሕ ነገር እዩ ዘጋጥመካ እቲ ኣብ ዓለም ዘሎ ፈተነ ኣጋጢምና በፂሕና ኣለና እቶም ዝበፅሓና ግን ስለምንታይ ከምቲ ቀንዲ መግለፂና ሰብ ርኢና ዘይኮነስ ፈሊጡና ክገልፀና ዕድልን ግዜን ዘይንህቡ ትሕትና ኣሕዋተይ ፅቡቅ ትሕት እንተልካ ኣብ በረኽቲ ኢኻ ትበፅሕ ትሑት እንተኾንካ ከዓ መን ምዃንካ እውን ትግለፅ ኢኻ ትኸብር ኢኻ ነዚ ከብለኒ ዝኸኣለ እንታይ እዩ ኣብ ገለገለ ሃገራት ኣብ ገለገለ ዓድታት ኢለ እየ ኣብ ዝተፈላለየ ካብ ሃገርና ወፂና ኣብ ስደት ኣብዚ ዘለናዮ ቦታ ብክብረትን ብትሕትናን ዘይንኸይድ እንተ ደኣ ኮይና ነቲ ካልእ ወለዶ ዝመፅእ ዘሎ ኣብ መንገዲ ዘሎ እቶም ዝበፃሕና እኮ በፂሕና ኢና እቶም ዝኣተና እኮ ኣቲና ኢና ነቲ ዚኣትዎ ኣብ መንገዲ ዘሎ ንዕኡ ኢና ንኽፍኣሉ ዘለና ንዕኡ ኢና ካልእ መግለፂ ንህቦ ዘለና ንዕኡ ኢና ነምርረሉ ዘለና ኣብ ናይ መንበሪ ወረቐት ክኸውን ይኽእል ኣብ ስራሕ ክኸውን ይኽእል ኣብ ትምህርቲ ክኸውን ይኽእል ኮታ ኣብ ማሕበራዊ መናባብርኡ ንዕኡ ኢና ንኽፍኣሉ ዘለና ብኸመይ መፂና ኩላህና ንፈልጥ ኢና ኣደ ወርቂ ሸይጣ ኣደ ተለቂሓ

ሃንቀው ኢላ እንዳተጸበየት ከላ ልክዕ ከምቲ ማይ ዝጸምእ ሰብ ማይ ክሰቲ ሃንቀው እንዳበለ ከሎ ማይ ድስእን ሃንቀው ኢላ እንዳተጸበየት ከላ ናፍቆትን ካልእ ሻቅሎትን ከይኣኽላ ንሕና ድማ መግለጺና ካልእ ክኸውን ብኸምኡ እየ ከዓ ሰብሲ ርእዩ ዶ ይግለጸና ዋላስ ፈሊጡ ዝብል ዘሎ ብተባእሲት ብስኽራም ብዘይ እምንቲ ብከምኡ ክፍለጥ ፅቡቅ ኣይኮነን ንምንታይ ኣነ ብከምኡ እንተ ተፈሊጠ ፀሃይ እንተ ተባሂለ ናይ ፀሃይ ጥራይ ኣይኮነን ትነገር ፀሃይ ካበይ መፅያ ብድሕሪ እዩ ዝመፅእ ብፅቡቅ ድየ ብሕማቅ ድየ ክግለፅ እንተ ኮይኑ ሃገር ብምልእታ ዜጋ ብምሉኡ እዩ ብዓይዲ ስም ስለዚ እንታይ ክብል ደልየ ነታ ዘፋነወት ኣደ ንዓኣ መመሊስና ቁስላ ኣይንጉዳያ፣ ብዓቢኡ ድማ ንሕና ቦታና ኣይነጽብ፣ ቦታና ኣይንኽፍእ፣ ሰብ ክሳብ ፈሊጡ ንዓና ዝገልጸና ግዜ ንሃቦ፣ ትሕትና ይሃልወና፣ ነዓቕቲ ኣይንኹን፣ ንከባበር፣ ዕላማና ኣይንረስዕ፣ ክሳብ እቲ ንነብረሉ ቦታ ክሳብ ንበጽሕ፣ ክሳብ ንነብረሉ ወረቐት ንሕዝ እንታይ ክንገብር ኣለና? እቲ ናይ ቀደም ምትሕብባር ናይ ኤርትራውያን ኣበይ ክኢሉ? እቲ ናይ ቀደም ምትእኽኻብ ኣበይ ክኢሉ? ነንሕድሕድና ክንነዓዓቕ ኣፍንጫ ተተሃርመት ዓይኒ ትነብዕ እዩ። ከምኡ ስለ ዝኾነ ኢና ከዓ ንዛረብ ዘለና። እዚ ነገር እዚ ከዓ ንወለዶታት ድኸይድ እዩ። ብኸመይ ንግለጽ ኣለና? ስለዚ እቲ ሕጂ ዝቕገልጸና ቃላትን እቲ ሕጂ ንኸዶ ዘለና ኣካይዳን ንዓና ጥራይ ዶ ኮነ ዋላ ንወለዶና ነቲ ኣብ መንገዲ ደሎ ሓውና ኣብ መንገዲ ደላ ሓፍትና ኣብ መንገዲ ደላ ጓልና ኣብ መንገዲ ደሎ ወድና ምኽንያቱ ብዙሓት ዜጋታት ኣለውና ድተንጠልጠሉ ኣይ ኣብ ዓዲ ኮይኖም ኣይ ኣብቲ ድሓሰብዎ ኣትዮም ክኣትዉ ከለዉ ከዓ ብፅቡቕ ፋል ብፅቡቕ መግለፂ እንተፀናሕናዮ መጀመርያ ንዓና ንኸብር ብድሕሪኡ ድማ ንኹሎም ደቂ ሃገርና ነኽብሮም ንዕኦም ድማ እቲ መሬት ነጣጣሓሉ ብጻዕራማት እንተ ተፈሊጥና፣ ብጠባየኛታት እንተ ተፈሊጥና፣ ብሓገዝቲ እንተ ተፈሊጥና፣ ብተሓባበርቲ እንተ ተፈሊጥና በዚ ኣጋጣሚ ኣብ ኡጋንዳ ዘለዉ ኤርትራውያን ከየመስገንኩም ክሓልፍ ኣይደልን ከም ሕብረት ከማንሲ ከም ኮሚኒቲ ተጠርኒፎም ምክንያቱ እንተ ሓቢርካ ከም ሕብረተሰብ ብዙሕ ነገር ክትሰርሕ ትኽእል ኢኻ ሰናይ ሓሳብ ኣለዎ ናይ ብሓቂ ምኽንያቱ እንተ ሓቢርካ ንዝኾነ ይኹን ከተዕርዮ ትኽእል ተባላሽዎ ነገር ተልዩ ደይተባላሽዎ ነገር ተልዩ ከዓ መግለፂ ኢኻ እዩ ነንሕድሕድካ ትደጋገፍ ኢኻ ስለዚ እንታይ ክብል ደልየ ኣብዛ ናይ ሎማዓንቲ ዘረባና ሰብ ርእዩ ዘይኮነ ንዓና ክፈርደና ፈሊጡ ክፈርደና ግዜ ንሃቦ ሓደራ ጎነፅ ንግደፍ ንዓይ ጣዓመኒ ንግደፍ ንዕቀት ንግደፍ ንዋሓሓጥ ብዝተፋላለዩ ክንፈላለ ንክእል ኢና ብሃይማኖት ክንፈላለ ንክእል ኢና ብፖለቲካ ክንፈላለ ንክእል ኢና ሓንቲ ነገር ግን ኣላ ትጠብረና ኤርትራውያን ኣነ ፀሓይ እንተ ደኣ ገለ ነገር ኮይነ ናይዛ ዓዲ ዜግነት ክህልወኒ ይኽእል እዩ። እቲ ዜግነተይ ግን ናይ ወረቐት እዩ። ናይ ብሓቂ ተተብኣ ተሓቲተ ጸሃይ ኤርትራዊት እየ። ኣነ ብዝገብሮ ድማ ንኹሉ ኤርትራዊ ይትንክፍ። ኣነ ብዝገብሮ ድማ ጽቡቕ ነገር ተገይረ ንኹሉ ኤርትራዊ የኽብር። ኣነ እንተ ደኣ ሰብ ዝንዕቕ ኮይነ፣ ሰብ ዝብድል ተኾይነ፣ ንዓይ ጠዓመኒ ድብል ተኾይነ፣ ንሰባት ካባይ ኣትሒተ ድርኢ ተኾይነ፣ ዝበኣስ ተኾይነ፣ ድሰክር ተድኣ ኮይነ፣ ንኹሉ ነቲ ሕብረተሰብ የጽንበሉ። ስለዚ ነዊሕ ጉዕዞ መጺእና በጺሕና ኣለና እሞ ነቲ ዝገፈሐ ባዕልና ኣይነጽብቦ እየ ክብል ደልየ። ናይ ሎማዓንቲ መዘራረቢና ከምዚ ክኸውን እዩ። እዚ ሓሳብ እዚ ናይ ኩላህና ዜጋታት ሓሳብን ናይ ኩላህና ርድኢት ምዃኑ ይርደኣኒ። ካባይ ንላዕሊ ተዛረብትን ፈላጣትን ክኢላታትን ከም ዘለኹም እፈልጥ እየ። ግን ኣነ ከኣ ከም ሰብ መጠን ይስመዓኒ። ከም ኣደ መጠን ከኣ ዋላ ኣደ ንውሉዳ ሰዲዳቶ ናብ ዝኾነ ቦታ ከይዱ ባዕሉ ከይዱሲ ምስ ከደ ኣደ ልባም ምስ እዩ እንታይ ይሰምዕ እንዳበለት ከላ ኤርትራውያን ኣብ ከምዚ ዝባኣስሉ፣ ኤርትራውያን ኣብ ከምዚ ዝስኽርሉ፣ ኤርትራውያን ኣብ ከምዚ ከምዚ ኣጋጢሞም፣ ኤርትራውያን ከምዚ'ዩ መግለጺኦም ክትሰምዕ ከላ ወላ እታ ኣዴና'ኸ እንታይ ይስምዓ? ስለዚ ሓደራ እንታይ ክብል ደልየ ስለ ውልቂ ዘይኮነስ ስለ ሓሳብ ክንሓስብ ይግባኣና። ስለዚ ሰብ ርእዩ ክገልጸና ዘይኮነ ሰብ ፈሊጡ ክገልጸና ዕድል ንሃቦ። ኣብ ዘለናዮ ቦታ ድማ ብሰላም ንንበር። ሰናይ ቀን።